ካብ ልበይ ዘፍቅረኪ ፍቕረይ ከመይ ኣለኺ መቸም ጽቡቕ ኣለኹ እኳ ይብልኒ ምክንያቱ ብዘይ ብኣይ ከም ዘይጥዕመኪ ከም ዘይተማሞቂ ስለ ዝፈልጥ ኣይትኣምንን ግን ብጣዕሚ እየ ኮ ናፊቐኪ ዘለኹ ካባኺ ክፍለ ከለኹ እኮ ውሽጠይ ሕማቕ እዩ ነይሩ የዒንተይ እውን ብውሽጡ ነቢዑ እዩ ናይ ነገር ሰብኣይ ክኸውን ግን ጤርዎ ብውሽጡ መስለኒ ግን ክሳብ ክንዲ ዝናፍቕ ኣይመስለንን ነይሩ ፍቕረይ። ነገራት ግን ምስ ተፈለኻዮም ብዝያዳ ብጣዕሚ እዮም ዝናፈቑ። ብዙሕ ነገር ምስ ረኣኻ ትርጉም ህይወት ቅጅል ይብለካ እሞ ብጣዕሳ እውን ትልሎ። ኦይ ንዕበሊ ከይትኹሪኒ ፍቕረይ፣ ወላ ምሳኺ ከለኹ እየ ዝናፍቐኪ ነይረ። ምሽ ትፈልጢ ኢኺ እወ ከምኡ በሊ ወላ እውን ግን ቃል ኣውፂእኺ ወይ እውን ብብርዕኺ ሓንጢትኪ ፍቕርኽን ናፍቆትክን ናይ ትግለፅለይ ከምቲ ኣነ ናፊቐኪ ዘለኹ እኳ ደኣ ልዕሊኡ ከም ዝናፍቕክኒ ቅንጣብ ጥርጠር የብለይን በቲ ሓደ ወገን ግን ብጣዕሚ ፈሪሐ ኣለኹ እንድዒ ምናልባት ተጠቒምክለይ ከይትኾኒ ክንዲ ብጎንኺ ኮይነ ንክጥዕመኪ ዝፅዕር ንኸይትቖሪ መጋርያ ምትእኽኻብ ክንዲ ዝኣጉድ ዘጉህር ከይነገርኩኺ ገዲፈኪ ከይደ ንበይንኺ ንበይነይ ክነብር ብጣዕሚ እየ እኮ ተጋጌ ፍቕረይ ንስምዒተይ ክቆጻጸሮ ይከኣልኩን ነይረ ብስምዒት ተደፋፍኤ ውልቃዊ ረብሓይ ኣቐዲመ መጻኢኺ ኣብ ግምት ከኢተኹ ንዓመታት ተፈልየኪ ሕጂ ግን ጸኒሑ ከም ዝተረድኣኒ ብዙሕ ነገር ክትረክብ ኢልካ ብዙሓት ነገራት ከም ትኸስር ዝኣመንክሉ ኣጋጣሚ ኮይኑ ኣሎ። ንስኺ ኢኺ እኮ ፍቕሪ ዝሃብክኒ፣ ንስኺ ኢኺ ሕውነት፣ ሓልዮት፣ ማሕበራዊ ህይወት፣ ምድግጋፍ፣ ኮታ ኩሉ ብጻይነት፣ ትርጉም ምንባር፣ ትርጉም ህይወት ልዕሊ ማንም ዝመሃርክኒ። ሳላ ስንቅኺ ከኣ ንብዙሕ ነገር ጸይረ ይነብር ኣለኹ። ኣነስ እኳ እንትርፎ ከም ዘፍቅረኪ ክገልጸልኪ ሓንቲ እኳ ገይረልኪ ይብልኒ። ግን ከኣ ብተፈጥሮኺ ለዋህ ስለ ዝኾንኪ ኩሉ ግዜ ብጽቡቕ ትቕበልኒ፣ ኩሉ ግዜ ዘይትጓንኒ ናተይ ኢኻ ትብልኒ።

ብሓደ ክንዛወር ከለና ኣብቲ በረኻ ኣብቲ ከተማ ኣብቲ ባሕሪ ክንሕምብስ ከለና እቲ ዝገርመንስ ንስኽን ንሱን ሓደ ዋላ እኳ መፍለይ ዘይብልኩም ፍቕሪ መሊእኩም ፍቕሪ እትህቡ ካባኹም ተፈልየስ ከመይ ክኢነ ይነብር ኣለኹ ከማን ከይገረመኒ ተረፈን ብፍላይ ንስኺ ፍቕረይ ኩሉ ነገር ብሳላኺ ስለ ዝረኸብክዎ ኩሉ ግዜ ኣብ ሂወተይ ኣብሊጸ ይርእየኪ መዓስ ኣይትበልኒ እምበር ፍቕረይ ሓንቲ መዓልቲ ክሓሰኪ እየ ውዕለትኪ ክኸፍል ክጽዕር እየ ይርድኣኒ ዋጋኽን ትምኒትክን ኣይረኸብክን ዘለኺ ኣነ ንኣሕዋተይ ብፍላጥ ይኹን ብዘይፍላጥ ኣግዲዕናኪ ኢና ክንደይ እኳ ነብስና ፈቲና ካብ ጭቃ ግን ናብ ታኼላ ኣቲና። ተስፋኺ ካባይ ምዃኑ ይርድኣኒ እዩ፣ ምኽንያቱ ውሽጥኽን ውሻጥኽን ስለ ዝፈልጦ፣ ሓቢርና እውን ብዙሕ ጥዑም ፍቕሪ ስለ ዘሕለፍና። ሕጂ ክዝክሮ ከለኹ ትዝታይ ብኣኺ ተዋሒጡ። ካብ ህጻንነተይ ትፈልጥኒ ንስኺ ኢኺ፣ ጽቡቕ እዩ ባህታ ዝፈጥረልኪ። ብሽግረይ ከም ትሽገሪ ይፈልጥ እየ ግን ከኣ እቲ ጸገም እናፈለጥኪ ንምንታይ ዘይነገርኪ ንምንታይ ቃል ኣውጺኺ ዘይትዛረቢ ፍቕረይ ካባይ ሓሊፉ ኩሉ ክፈልጠልኪ ወይስ ካባይ ነይሩ ትጽቢትኪ ክትመጽኒ ትኽእልን ኢኺ ክመጸኪ እየ ዝኽእል ግዲ በበይኑ ኮይኑ ኣፈጣጥራና ግን እናተደላለና ተፈላሊና ክሳብ ባታይ ዝመልኣለይ ብኣካል ዝረኽበኪ ዝሓጻር ስታሪት ከም መጸናንዒ ሰደልኩ ዘለኹ ሓደራኻ ግን ፍቕረይ እዛ ሰታሪተይ ብጽቡቕ ኣብ ከብሕኽ ኣቐምጥያ ደሓር ስለ ዝደልያ ደሓር ዛንታ ክትከውን እያ። ካብ ኤርትራዊ ናብ ኤርትራ